ከመይ ኢኻ ንሮቤል ትገልጾ? እስከ ብሓደ ነይርኩም ኢኹም ኣብ ናይ ኣንደር 20 እውን ብሓደ ተጠርኒፍኩም ኢኹም ነይርኩም ዝበዝሐ ግዜ እውን ብሓደ ተሳሊኹም ኢኹም ነቲ ኣጋጣሚ ኣቐዲሙ ዝረኸበ ግን ሮቤል ተክለ ሚካኤል እዩ ሮቤል ንዓኻ እንታይ እዩ ነይሩ ኣብታ ጋንታ ካብኣ ጀሚርካ ኩሉ እቲ ዝኸዶ መሳልል። ሮቤል ተኽለሚካኤል ማለት ብሉጽን ተጻዋታይ ሓለቓ ሃገራዊት ጋንታ ካፒተን ናይ ሃገራዊት ጋንታ እዩ። እወ። ንፉዕ ተጻዋታይ እዩ። ንፉዕ ተጻዋታይ ከኣ ካብ ሜዳ ኣውጺእኻ ንፉዕ ዲሲፕሊን ዘለዎ፣ ጽቡቕ ኣረኣእያ፣ ጽቡቕ ሕልሚ ዘለዎ፣ ንሓደ ደረጃ ክበጽሕ ዝደሊ፣ ዝለዓለ ደረጃ ክበጽሕ ዝደሊ፣ ስሙን ስም ሃገሩን ከጸውዕ ዝደሊ፣ ኣብ ጽቡቕ ደረጃ ክበጽሕ ዝደሊ ሰብ እዩ። ከምዚ ዓይነት ኣረኣእያ ዘለዎ ከኣ ንስኻ እንታይ ክትኸውን ኣለካ? ዓርኩ ክትኸውን ኣለካ፣ ሓዉ ክትኸውን ኣለካ። ንምንታይ ኣብ ጽቡቕ ኣእምሮ ጽቡቕ ኣተሓሳስባ እዩ ዝሕዝ ዘሎ። ምስ ከምኡ ዓይነት ሰብ ተኸይድካ ከኣ ንስኻ እንታይ እቲ ናቱ ዓይነት ኣተሓሳስባ ከኣ ኣባኻ ይመጽእ። እቲ ናይ እቲ ጽልዋ ኣተሓሳስባ ኣለዎ። ጽልዋ ስለዚ ምስ ሮቤል ከኣ እ፣ ካብ ዕርክነት ሓሊፉ ናብ ሕውነት ናብ ቤተሰብ ዝኸደ ዳርጋ ከምኡ ኮይኑ ማለት እዩ። ቤተሰብ ይንሱ እንተፈሊጦም በቃ ሕውነት ዶ ኮነ ድሕሪ ትሬኒግ መደቀሲና ብሓንሳብ እዎ። ዩ፣ ሻሂ ንሰትየሉ ብሓንሳብ፣ ምንቅስቓሳትና ኩሉ ዝተኣሳሰረ ዩ፣ ኩሉ ብሓንሳብ ዩ። ስለዚ ኩሉ ዓይነት ጽቡቕ ሪሌሽን ስለ ዝነበረ ንሱ ናብ ኢትዮጵያ ከይደ፣ ጽቡቕ ናብ ቡና ምስ ፈረመ፣ ካልኣይ ከኣ ናብ ናይ ባህርዳር ውድድር ክመጽእ ከሎ መዓልታዊ ይድውለለይ ነይሩ፣ በቃ ከምዚኣ ኣላ ኣብኡ ዘለዋ ክለባት ክሪኣ ክመጻ እየን፣ ትሬኒግካ ብግቡእ ስራሕ፣ ከምዝን ከምዝን ግበር፣ ከምዝን ከምዝን ኣብዚ ምስ መጸኻ ጽቡቕ ጸወታ ተሪኢኻ ክለባት ክወስዛኻ እየን፣ ንፋዕ በርትዕ። እቲ ሕውነት ኣብዚ ናይ ናሽናል ቲም ኣብዚ ኣስመራ ዝነበረስ ምስ ከደ እውን ብጣዕሚ ካብኡ እናዓበ ቀፂሉ ሞራል ስለ ድበኒ ነበረ ኣነ ከዓ ቅድሚ 2020 ናይ ኮሮና እዩ ነይሩ 2021 እዩ ነይሩ እቲ ውድድር ኣብ 2020 ከዓ ኣነ ግቡእ ናይ ትሬኒክ ንዞባና ምሕዳር ከማን ብጣዕሚ እየ ደመዝግቦ ንዞባ ሰንዓፈ ኣመሓዳሪ ወረቐት ኣውፅኡ ንቦ ንቦ ኣነ ውሻብ ከሎ ንቦ ንቦስ ትሬኒክ ሰሪሕና ክመፅእስ ወረቐት ተፈቒድለይ ነይሩ ከምኡ እንዳበልኩ ንቲያ ናሽናል ቲም ብግቡእ ተዳልየላ ኣብ ፊትነስ ናሽናል ቲም ሽዑ ክትጥረፍ ከሎ ኣነ ምስ ፊትነስ እየ መፅየ ኣብ ንዞባ ሰንዓፈ ሰብ ፉቲን ገለ ስጎይ ነይረ በይነይ ኮይነ ማለት እዩ ስለዚ ከምዚ ዓይነት ኣረኣያ ስለ ዝነበረ ናብ ኢትዮጵያ ምስ ከድኩ ከዓ ገለገለ ሰባት ሮቤል ረኣይዎ ሓያል ታጥቃዓ ይመፅእ ኣሎ እሞ ክጠቕመኩም እዩ ገለ ኢሉ መልእኽቲ ይሕልፈሎም ነይሩ እስከ ምስ መፀ ክረኤና ንፍዑት ኮይነ ይብሎ ነይሮም ሽዑ ምስ ከድኩ ከዓ ከም ዝበልኩኺ ፅቡቕ ውፅኢት ኣንፀባሪቐ ከምቲ ሮቤል ዝበለኻ ናብ ፅብቕ ጋንታ ኣትየ ብኡ መንጽር ከኣ ሂወተይ ገለ ክቅይር ጀሚሩ ክነፍዕ ክኢለ ክብርትዕ ክኢለ ማለት እዩ። ጽቡቅ
ከም ዝፍለጥ ኣብቲ ናይ ኣብ ዩጋንዳ ሴካፋ ዘካየድኩሞ ግጥም ሮቤል ኣብኣ እዩ ዓይኒ ናይታ ኢትዮጵያዊት ክለብ ቡና ዓይኒ ከተሕድረሉ ክኢላ ብኡ መሰረት ከኣ ናይ መሸጣ ዕድል ረኺቡ ናብኣ ክግዕዝ ክኢሉ። ሰላሱ ዝኸደ እታ መገዲ ንዓኻ እውን ዝያዳ ዕድልኛ ኢኻ መስለኒ ከም ሰብ እዚ ኣጋጣሚታት ክሪኦ ከለኹ ተደማሚሩሲ ኣብ ገዛ ሓውኻ ነይሩ ኣብቲ መስርሕ ናይ ዕብየት ከኣ ሮቤል እውን መጺኡ እቲ መገድስ እንዳኸፈቱልካ ዝኸዱ ሰባት ኣይተሸገርካን መስለኒ ዕድለኛ እዩ ግንባር ኣላቶ ኢሎም እውን ነጊሮም ነይሩ ከመይ እዛ ጉዳይ እሞ ክንምለሳ ነታ ሕቶና ሽዑ እቲ ዕድል ወልሓምዱሊላህ ብሓፈሻ ረቢ ክፈቶካ ከለኻ ወይሲ ብዓብዪ ኩሉ ነገር ግን ንስኻ ግን- ሰልጠካዮ ኣብ ዝኸድካዮ እወ እቲ መንገዲ ንስኻስ ዕላማታትካ ክትፈልጥ ኣለካ እወ። ስምካን ስም ሃገርካን ክተፅውዖ ተኾንካ ብሓሳብ ዘይኮነ ብተግባር ክትግበር ኣለካ ኣብቲ ዝረከብ ዕድልታት እስኻ ነፊዕኻ ተፀኒሕካ ብግቡእ ተተዳሊኻ ነቲ ዕድል ክትጥቀመሉ ትኽእል ኢኻ ኣነ ፊትነሰይ ኣመጋግባይ ኣደቃቕሳይ ትሬኒከይ እንድሕሪ ብግቡእ ዝሰርሕ ተኾይነ ኣብቲ ግዜ ፆታ ክመፅእ ከሎ ኣብ ፅቡቕ ኮንዲሽን ተለኹ ፅቡቕ ውፅኢት እየ ክሰርሕ ከምኡ ስለ ድኣምን ነበርኩ ኸዓ ኣብቲ ኣነ ዝገብሮ ምንቅስቓሳተይ ከ ብጉብየ ዝዳሎ ኣለኒ እቲ ነገራት ንቲ ዝመጽእ ክቅየር ኣለኒ ኣብዚኣስ ገለ ነገር ገብር እሞ ንእሽተይ ስቴፕ ክውስክ ኣለኒ ስለ ዝብል ኮም እየ ነይረ ናብ ኣስመራ ክመጽእ ከለኩ ከም ዝበልኩካ ናይ ዞባ ደቡብ ተዳልየ መጽየ ኣለኩ ኣብ ኣስመራ ተሪፈ ኣብዚ ናይ ባህርዳር ዝነበረ ከኣ ተዳሊለ ከይደ ኣብ ኢትዮጵያ ተሪፈ ኮም ከኣ ኣብ ኢትዮጵያ ከይደ ከኣ ንክን ነገራት እንዳ ተዳለኩሉ እንዳ ስራሕኩሉ እየ ዝከይድ እምበር እንዳ ዓገብኩሉ ይዓግብ ከም ሰብ ይሕጎስ ግን ዝያዳ ክሰርሕ ከም ዘለኒ እየ ዝኣምን ንሱ እዩ እቲ ምንጪ ዓወትካ ከምዚ ኣፖርቹኒስቲክ ኢካ እምበር ዕድለኛ ኮንካ ኮፍ ድበልካ ሰብ ኣይኮንካን። ኣነስ ዕድለኛ ኢልካ ዝኾነ ቦታ ኣይትበፅሕን ኢኻ ግን ነቲ ዝረኸብካዮ ዕድላት ግን ሽዑ ፐነትረይት ትገብር ኣብ ግዚኡ እሱ እቲ ኣጋጣሚ ናብታ ኩነታት ክመልሰካ እዛ በሪ ናይ ሮቤል ዝተራሕወት መገዲ መስርሒ መሸጣ ናብ ጎረቤት ሃገርና ኢትዮጵያ እቲ ግዜ እቲ ዝነበረ ማለት እዩ ንዓኻ ከኣ ሓደ ሓሳብ ሓደ ሕልሚ ንክህልወካ እውን ዝያዳ መገዲ ፈጢራ እያ እታ ዕድል ንዕኡ ዝረኸባስ ኣነ እውን ክረኽባ ይኽእል እየ ንክትብል እውን ገይራትካ እያ ብድሕሪኡ ኣብ ናይ ባህር ዳር ኣብ ዝነበረ ግጥም እቲ ኩነታት ናብ ረብሓኻ ከተውዕሎ ክኢልካስ ክትሸየጥ እውን ከምታ ሕልምኻ ከም ዝኸኣልካ እዩ ዝንገር ከመይ ነይሩ እዚ ኩነታትከ እወ ከም ዝበልኩ ኣብታ መጀመርታ ጸወታ ኣንጻር እንጋሪት እያ ነይረ። ኣንጻር እንጋሪት ኣንጻር ኢትዮጵያ ስለነበረት ንኢትዮጵያ ክለባት ከኣ ቲም ኢትዮጵያ ክርእዩ ክብሉ ብኡ መንጽር ከኣ እቲ ንፉዕ ተጻዋታይ ከኣ ኣብኡ ይረኣ እዩ። ምስታ እንጋሪት ምዃናት ንዓና ጠቒማትና። እንጋሪት ደጋፊ ይኣቱ፣ ሰልጠንቲ ኩለን ክለባት ይርእዩ ገለመለ ምኽንያቱ ናይ ነፍሲ ወከፍ ክለባቶም ተጻወቲ ውሽጢ ስለደሎ። ሕጂ ምስ እንጋሪት ስለነበረ ኣነ ሰለስተ ጎል የእትየ ሃትሪክ እየ ሰሪሐ ኣብታ መጀመርታ ጸወታ። በዚ ኣጋጣሚ ኣብ ኣንደር ትዌንቲ ስሪ እቲ ንመጀመርታ ግዜ ሃትሪክ ኣብ መጀመርታ ጸወተ ዝበሃል ክብሪ ዝለበሶ ኣነ እየ ኣብኡ ዘለኹ ማለት እዩ። ዋው! ሕጂ እታ መጀመርታ ጸወታ ሃትሪክ ሰሪሐ ኩሎም ኢትዮጵያውያን እዚ ናብዚ ክመጽእ ኣለዎ ብዛዕባ ናተይ ክትንትኑ ገለመለ ንፉዕ ተጻዋታይ ቡና ክመጽእ ኣለዎ ንሮቤል ደው ኢሎም ቡና ናባኻ ምሳኻ ሰሓቦ ነቲ ገለመለ ገለ ዝብል ዘረባታት ክጅምር ጀሚሩ ሽዑ ጨቕጫቕ ኮይኑ ኸኣ ናይ ብሓንሳእ- ሓንቲ ብሓንቲ ጸወታ ጸወታ። ከይ- እዎ፣ ናይ ሓንቲ ጸወታ ንኸይበሃል ካብታ ካልኣይቲ ጸወታ ከኣ ጽቡቕ ምንቅስቓስካ ዝበለጽኩም ስራኹ እተን ክለባት ገለ ክብላ ክኢለን። ሽዑ እታ ናይ ኢትዮጵያ ክለብ ባህርዳር ኢንስትራክተር ኣብርሃም መብራህቱ ስለ ዝነበረ ኣሰልጣኒኣ ምሳይ መጺኡ ተዘራሪቡ ኮፍ ኢልና ኣዕሊልና ገለ ክሕግዘካ'የ ኣብ ዕብየትካ ክልውጥ'የ ምሳይ ክውን ገለ ስለ ዝበለኒ ብኡ መንጸር ከኣ ናብ ባህርዳር ምስኡ ከይደ ማለት'ዩ። መገዲ ኮይናትካ እታ ኣጋጣሚ። መገዲ ኮይና እወ። ጽቡቕ ብዓቢኡ ውን እቲ ኢንስትራክተር ኤርትራዊ እዩ መስለኒ ንሱ ውን ዓቢ ኣበርክቶ ጌሩ እዩ መስለኒ ኣብታ ክለብ ንኽትኣቱ ብዝያዳ። እስከ ከመይ ኔሩ እቲ ኩነታት ኣብቲ ግዜ እቲ ዝዝከረኒ ኣብ ናይ EBS ተለቪዥን ውን ኢንተርቪው ጌርካ ኔርካ ኢኻ ከመይ ኔሩ እቲ እወ መስርሕ ሓውየ ምስ ከማን ተጋጋካ? ጌርለይ ኔሩ ምስጋና ነብርሃም መብራህቱስ ሓውዩ እዩ ጌርለይ ኔሩ እወ ሕጂ እቲ ኣብርሃም ከኣ ኢንተርቪው ጌርልካ?
ጌሩ ኔሩ እወ ሓውዩ ኦኬ እዩ ኣብ EBCS ዝሰርሕ ኔሩ ኢንስትራክተር መብራህቱስ ሓውዩ ግን እወ ክሱ ጥራይ ደይኮነ ጽቡቅ ምቅባል የለይ ጽቡቅ ኣራዳዳ ናይ ኣምሓርኛ ጸገም ሽግር ስለ ነበረኒ ቋንቋ ከኣ ምልከት የለን ቋንቋ ዋላ ሓንቲ ምልከት ኣይሰምዖ ኣይፈልጦ እየ ነይረ ብድሕሪ ግን ቀስ እንዳበልኩ እቲ ሲስተም ክለምዶ ክኢለ ዋላ ተጻወቲ ክባህር ኣነ ዕዳሓን እየ ከም ዝበልኩ ዋላ ተዕድል ኣሎት እዮም ተጻወቲ ዘጋጥሙንስ ጠባዮም ጥዑም ኣትገለጸኒ ምስኦም ተሓዋዊሰ ከኣ ጽቡቕ ተመኪሮ ኣሎ ገለመለ ኢንስትራክተር ኣብርሃም ከኣ ብጣዕሚ ሓጊዝኒ ኩሉ ነገረ ማለት እዩ ምሳይ ኣብ ጎኒ እንዳኾነ ገለመለ ገለ ብጣዕሚ ጽቡቕ ደረጃ ንኽዓቢ እዩ ብዙሕ ሓጊዝና።
ተጻዋቲ ጋንታ ባህርዳር ዝኾነ ኤርትራዊ ዜጋ የብሎምን ብምሉኦም ኢትዮጵያውያን እዮም። ዘይትመልኩ ቋንቋ እዩ ኸኣ። ከመይ እዩ ነይሩ እቲ ጉዕዞ ምስዛ ጋንታኸ? በቃ ከም ዝበልኩኺ እዩ ከምዚ ንሓደ ነገር ክትበጽሕ እንድሕሪ ኮንካ እቲ ብድሆታት ክትሰግሮ ኸኣ ግዴታ እዩ። ቋንቋ ተማሂርካ ኢኻ ማለት እዩ። በቃ ምስኦም ምስኦም እንዳወዓልኩ ድፍረት እዛረብ ይጋገ ገለመለ ምስኦም ይስሕቕ እላገጽ ሽዑ ን ሓሙሽተ ወርሒ ድዩ ሽዱሽተ ወርሒ ምስ ኮንከ እቲ ቋንቋ ክለምዶ ክኽእሎ ለሚደ ጽቡቕ ጌረ ክሰምዕ ክኽእል እየ በዘራርባይ ገለ መለ ሽዑ ካብ ግዜ ናብ ግዜ ግን ቶብ ኣምሓርኛ ጽቡቕ ዝዛረብ ኮይነ እሶም ውን ይሕግዙ ኔሮም እንዶ ኾነ ክጋገ ከለኹ እዚኣ ከምዚኣ ትበሃል እዚኣ ከምዚኣ እያ ትበሃል ገለ እንዳበሉ እንዳነገሩኒ እቲ ቋንቋ ክለምዶ ገለ ክኢለ ኣይተሸገርኩን ደፋር ኢኻ ማለት እዩ እወ ኣብ ቋንቋ ደፋር እየ ዋላ ስቲል ሕጂ ብግብጺ ከይከለኹ ዓረብ ንእሽተይ ኔርኒ ግን ብዓረብ ኪረ ከ ኢንተርቪው ኪረ ኣብዚ ዝኸድክዎ ሲ

ቀሊል ነገር ኣይኮነን ሓሙሽተ ሰብ ኢኻ ሓሙሽተ ዜጋ ኢኻ ማለት እዩ በቲ ሓደ ወገን ክትሪኦ ከለካ እዚ እውን ነብሱ ዝኸኣል ካልእ ፅባቐ እዩ ኣብ መንጎ ናይ ኮሮና ግዜ ነይራ ኮሮና ከም ንፈልጦስ ኩሉ ነገር ጠጠው ኢሉ ኣሎ ኣብ ዝነበረሉ እዋን ዓሊ ስለይማን ግን ኣገራ ምስራሕ እዩ ዝገብር ነይሩ እታ ንዓይ እውን ከም ሰብ ዕላል ክሰምዖ ከለኹ ዝያዳ ዝመሰጠትኒ ኩሉ ሰብ ተዛንዩ ነይሩ you never know ጽባሕ ንግሆ ህይወት ብህይወት ክንህሉ ዲና ክንመውት ዲና ኩሉ ሰብ ተዛንዩ እዩ ኣሕሊፍዋ ዳርጋ ሰለስተ ዓመት ደቂሱ ዘሕልፋ ሰብ ነይሩ እዩ ነዛ ግዜ ዝተጠቕመላ ሰብ እውን ነይሩ እዩ ኣብታ ግዜ እዚኣ ብቁጠባ ድዩ ብካልእ ለውጢ ድዩ ውልቃዊ ዕቤት ድዩ ኣብ ትምህርቲ ድዩ ኣብ ቋንቋ ድዩ ወዘተረፈ ዓሊ ስሌማን ሓደ ካብቶም ናይ ሽዑ ኣብነት እዩ ዝበሃል ነታ ናይ ዕረፍቲ ግዜ ሲ ኣብ ዓደይ ኮይነ ኣብ ንኡስ ዞባ ሰንዓፈ ኮይነ ምስ ስድራይ ምስ ሕብረተሰበይሲ እቲ ግዜይ ዘይጥቀመሉ እቲ ኣካላዊ ፊትነሰይሲ ዘገድስ ዋንዲ ኦዲ ኣዘር እቲ መገዲ ዘይተርፍ እንድዩ ምምላስና ይተርፍ እዩ እቲ ካብ ንቡር ነገሩ ግን እዚ ክገብር ኢሉ ተበጊሱ ጻዕቂ ደለዎ ትሬኒን ብጉያ ሕሉፍ ሓሊፍዎስ ንኣሰልጣኒ ኤርምያስ ከይተረፈ ኩዕሶ ሃበኒ ትሬኒንግ ክገብር ክለማመድ ኢሉ መጺኡ ካብ ጋንታ ኩዕሶ ከም ዝወሰደ እዮም ዝዛረቡ ደቂ ጋንታኻ ከመይ ከመይ እዚ ጉዳይ እስከ ኣዕልለሊ እወ ማለት ሓቂ ዘረባ መጀመርታ ክጅምር ከለኹ ሸወያ ደረጃታት ክውስኽ ክውስኽ እንዳኸድኩ ከለኹ ክዓቢ ከም ድኽእል፣ ንሃገር ከጸውዕ ከም ድኽእል፣ ንስመይ ከጸውዕ ከም ድኽእል ስለ ድኣምን ነበርኩ። እቲ ካብ ንግህኡ ሕልምኻ እዩ ነይሩ? ሕልመይ ነይሩ። ሕጂ ኣብ ግዜ ኮሮና ከሎ ከም ዝበልክዎ ንዞባ ንዞባ ኣመሓዳርና ወረቐት ሰሪሕለይ ንግሆ ንግሆ በቲ ናይ ከባቢ ሰንዓፈ ዘሎ ኣብ ሰንዓፈ ከለኹ ዶ ይፈልጠን ነበርኩ ተይ ንፈልጠን ኮይነ ግን ኣብ ግዜ ኮሮና ግን ንኹለን ፈይጠ ምክንያቱ ኩለን ከባቢታት ብጉያ በጺሐን ስለ ድመጽእ ዝነበርኩ ማለት እወ፣ እዩ እወ። ሕጂ ኣብኡ ጎየ ጎየ መዓልታዊ ጎየ ገለመለ ገለመለ ነይረ ብድሕሪኡ ከኣ ንቲሉ ደዊለ ከኣ ከምዜነይ ጽዕነት ክመጻ ምስ ተበላ ኩዕሶ ምሰን ሰደደለይ'ባ በይነይ ክሰርሕ ኢለ ክልተ ኳዕሳ ሰይዶምለይ ኣብ ንዞባ ሰንዓፈ ኮይነ ኣብ ግዜ ኮሮና ካብ ሰዓት ሓሙሽተ ነይ ንግሆ ክሳብ ሰዓት ሸውዓተን ፈረቓን ገለ መለ ነይ ትሬን ክልተ ሰዓት ፈረቓ ነይ ትሬንክ ነይረ ሓደ መዓልቲ ነይ ጉያ ገብር ሓደ መዓልቲ ነይ ኩዕሶ ገለ እንዳ ገበርኩ ብዝያዳ እታ ነይ ኮሮናሲ ብኮምኡ የሕሊፈያ ብኮፍ ደይኮነስ ብስራሕ የሕሊፈያ ኩሉ ነገር ጎቦ ሙሉእ ጎይ ነይሩ ኢሎምኒ ደቂ ስንዓፈ ከኣ እሞ ጎይና ኢና ጎቦ ሙሉእ ክጎይ እዩ ዝውዕል ነይሩ ኣብቲ ሰዓት እቲ እቲ ዝዓበየ ስርሑ ስሱ እዩ ነይሩ ኢሎምኒ ክሳብ ክንደይ እዩ እህላኺ እታ ጎቦ ከመይ እያ እዎ ሕጂ ዓብዱልሃዲ ሃዱ ዝበሃል ኣሎ ንፍዕ እቲ ከባብታት ገለመለ ስለ ዝፈልጦ ሕጂ ኣነ ሓቶ ንሹ ዓቕብድ በለሲ ስፕሪንት ክሰርሐላ እሞ ሽዑ ብጎልጎል ክኾኑ ዝያዳ ኖርማል ክኾኑ እንታይ ይመስለካ ገለ ገለ ይብሎ ሳራ ወሸላ ሓቲትካና ኢሉ ንዓና ይበል ገለ ኢሉ ብስንዓፈ ጌርካ ናብ ግያሰ ሓቲኻ ኣብ ግያሴሕ ቡምባ ትበሃል ኣላ ክንዲ ገለ ዝኾነ ዓቐበት ብኡ ደይብካስ ናብ ጢሻ ኣቲኻ ገለ ንሰንዓፈ ንኣቶ ነርና እዚ ኩሉስ ንጎየ ነርና ክንደይ ኪሎ ሜትር ዝኸውን እዋይ ብኪሎ ሜትር ክንደይ ከይብሎ ግን ርሑቕ እዩ ነይሩ ብጣዕሚ ርሑቕ ነይሩ ብግምት ኤስቲሜሽን ወይ ግምታትካ ክትኸዶ ገለ መለ ዋእ ከባቢ ልዕሊ ዓሰርተ ገለ በጽሖም ዓሰርተ ኪሎ ሜተር ትሽዓተ ሽሞንተ ከምኡታት በጽሖም እዎ። እቲ ከባብታት ገለ እዚ ዘይርካዮ ኩሉ ማለት እዩ ክንደይ ሰዓት ትኸዶ ነርካ ማለት እዩ ኣብ ሰሙን ሰሙን ሙሉእ ሰሙን ደይሊ ሙሉእ የድጎይ እዩ ንጎ ንጎ ንጎ ንጎ የድጎይ እዎ። ካብ ቅ- ካብ ሰሙን ክሳብ ቀዳም ጎይ ናይ ሰንበት ንጎ ካብ ዓሰርተ ጉያ እዩ ስራሕካ ናይ ምሸት ከዓ ትሬኒንግ ብኩዕሶ ኣላትካ ማለት እዩ ከምኡ እዩ ደሕልፎ ዌል ዲስፕሊንድ ማራ ደስ ዝብል ነገር እዩ እ፣ እሞ ገለ ካብቶም እ፣ ደቂ ጋንታኻ ምሳኻ ከኣ ጽቡቅ ቅርበት ዘለዎም ሕቶታት ኣለና ክንሓቶ ኢና መጺና ክንሓቶ ኣብኡ ገለ ኢሎምኒ ኦይ መጺኹም ሰይትሓትዎን ኢኹም ክትርብሹኒ ኢኹም ኣነ ውን ሕቶታት ክበዝሓኒ እዩ ግን ኣብ መስመር ክእትወኩም እንዴ ብተሌፎን ሕቶታትኩም ተቕርብሉ ኢለዮም ነይረ ፍቓደኛ ድኻ ሓንቲ ጸገም የለን ሕልፍ እዩ ዘትየ ምስ ፋኒኤል ኢልኩም ገለ ተባሂልና ኔርና ክንሰምዕ። ፋኒኤል ኦኬ፣ ክሓተይ ፋኒኤል። ደዊ ኢለ ክሓቶ ኢልኒ እሞ ንፋኒ ብቴሌፎን ክነትዎ በቃ እሺ፣ ጸገም የለን።
ጽቡቕ ኣብ ከብሒ እዩ ዘቕምጣ መስለኒ እዛ ጊታ ቴሌፎን ክትርከብ ኣይከኣለት ኤርትል ትብላለ ሕጂ ድምፂ ገይራ

ሕራይ ጽቡቅ
ምስ ዓሊ ሱሌማን ኢና ድለና ኣብ ቃለ ምሕተት ከም እወ ከም ደቂ ጋንታ ኣብ ቀይሕ ባሕሪ ብሓደ ብዙሕ ጉዕዞ ዝተጓዓዝኩም ከም ቀረባ ፈላጢኡ ከኣ ኣነ ውን ከም ሰብ ከም ቀረባ ዝፈልጠካ

ጠቓላ ሰዓሊ ፖኦል ኣርካብ ኪዳን ሃሪ ስራሕ ዘረባ ሓንቲ ኣሰልጣኒትና ካብቶም ኣነ ኣዝየ ዘድንቖ ብኹሉ ነገሩ ንዓይ ውን ኣርኣያ ናይ ብዙሕ ሰብ ዝኾነ እዩ ማለት እዩ ሓንቲ ክሓቶ ዝደሊ ሕቶ ከኣ ብፍላይ ኣብዚ ናይ ዞባ ማእከል ኣብዚ ከሎ ማለት እዩ በቲ ናይቲ ፕሮፈሽናል ምህዞ ኣብ ናይ ደቂ ኣንስትዮ ውድድር ናይ ኣዋልድ ኣብ ዞባ ማእከል ዝካየድ ዝነበረ

ኣጽናሓዮ ናይ መን ምዃኖም ክፈልጥ ደሊና። ናይ መን ደጋፊ ከም ዝነበረ። ኣዎ ኣዎ ልደ። ተረዲኣቶ ኣላ። ካልእ ተወሳኺ ሕቶ ኣለካ ድዩ? ካልእ ሕቶ እኮ የብለይን ግን ንዓሊ ግን በቃ እንደዚ ከምዚ ከድንቆ እንዴ ደልየ እወ። ብዙሕ እንዲኻ ንዓሊ ክትብሎ ትግብኣካ ግን በቃ ሕጽር ብዝበለት።

ኣታ ጋንታ ከመይ ዓይነት ሰብ እዩ ነይሩ ዓሊ? እዋእ።

ጽቡቅ ከነድርፎ ኢና ግድነት ከነድርፎ ኢና እዚኣ እንቋዕ ደወልኩልካ ዘይተሓስበ ካልእ ነብሱ ዝኸኣለ ፕሮፌሽን ብዙሕ ሞያታት እዩ ዘለዎ ዝወድ እሞ ኩሉ ክንብርብሮ ኢና ኣብዚኣ መውዓልና ኢና ንመስል እሞ ፋና ሓወይ ካልእ ትብሉ ተሎ ናይ መወዳእታ ዕድል ክበካ እሞ ናብ መስመርና ክንምለስ ተቃሊተይ በቃ ኣነ ከዓ ወላ ሓንቲ ዝብሎ የብለይን ንዓሊ ግን ነዚ ዘሎ ተሪፍዎ ዘሎ ጉዕዞ ከምቲ ሓሳብካን ከምቲ ድሌትካን ኣምላኽ ኣብቲ ትደልዮ የብጽሓካ። ሰናይ ቃል ዩ ከኣ ነዚ ዕድል እዚ ድፈጠርክልና ብጣዕሚ ቴንክ ዩ ካብ ልበይ የመስግነኪ። Thank you የቀንየለይ ፋና ሓወይ ኣብ ካልእ ኣጋጣሚ ከኣ ብካልእ ትሕዝቶ ምሳካ ውን ክንራከብ ተስፋ ኣለኒ ማለት እዩ የቀንየለይ ፋና ሓወይ። እዋእ እዛ ኣጋጣሚ እምበር ጽብቅቲ ከምኣ እንዳገበርኩ ደኣ ዳርጋ እዞም ኩሎም ኣዕሩክታ ክእትዎም እዮም ምስ እዋእ መ ኣይ ኤርትል ክብለኪ ቻይ ጌ- ስራሕቲ ጌና ዘይተበርበረ ብዙሕ ጸዓት እዩ ዘለካ መዓስ መዓስ ኢኻ ከተራኽበሉ እውን ከይገረመኒ ተረፈን ናብታ ሕቶ ናይ ፋንኤል ወዲ ጋንታ ካብ ቀይሕ ባሕሪ ክለብ ዝነበረ ዘቕረበልካ ሕቶ ንዓ ክንምልስ ኣቕድም እዎ ናይ መን ደጋፊ ኢኻ ነርካ ይብሎ ኣሎ ናይ መን ካብተን ናይ ደቂ ኣንስትዮ ተፃወቲ ዝነበረ ኣብቲ ግዜ እቲ ሲ ናይ መን ደጋፊ ኢኻ ነርካ ኣረ ኣነ ናይ ነብሰ ደጋፊ እምበር ናይ ሰብ ደጋፊ ኮይነ ይፈልጥ ሓቂ ግን ዳ- ላ- ላ- ላ- ሓቂ ዳ- ናሆም ታደሰ እኒሄ ድበሃል ነይረ ዓርከይ ናይ መን? እኒሄ ታደ- ናሆም ታደሰ ድበሃል ነሆም እወ ሕጂስ ንዓና እባ ሓንቲ መዓልቲ ጸወታ ንርእ ገለ ኢሉ እዩ ወሲዱኒ እወ እቲ ጸወታ ከኣ ርኢና ገለ ንብል ዋይ ጽቡቅ ጸወታ እምበር ሓንቲ ካብዚኣ ጓልስ ንፍዕቲ ዶ ገለ ገለ እየ ኢለዮ እምበር ከምዚ ኣድናቂ ኮይነ ገለ መለ ገለ ዘይኮንኩስ እታ ሓንቲ መዓልቲ ጸወታ ዝረኣኽዋሲ ንርኣ ጸወታ እስኪ ናይ ሃገርና ምስ በለንስ ከይደ ክርኢ ኣብ ናሽናል ተጠሪፍና ኢና ከይደ ጸወታ ምስ ረኣኹ

ኣይነበረን ኣይነበረን።
ተመሳሳሊ ግን ኣብ እንኮላይ ኣብ ሰንዓፈ እውን ከምዚ ዓይነት ርእይቶ ንረኺበ እየ ቅሬታ ሎማዓንቲ ክኽሻሓካ እየ መፅኡ እዚኣ ታሽዓይ ክፍሊ ከሎሲ ዓሊ ንፉዕ ተፃዋታይ ቁጡፍ መንእሰይ ኣብ ኩሉ ንጡፍ እዩ ነይሩ ወላታ ጉብዝናስ ቀልጢፍ ኣጥቂዓቶ ታሽዓይ ክፍሊ ምስ ኣተናስ ገለ ናይ ፍቕራዊ ህይወት ኣሕሊፉ እዩ መስለኒ ኢሎም ደርብዮማ እታ ጉዳይ ናባይ ተጋጊም ይገባእ ስነ ብድሕሪ ሕጂ ትመፅእ ጓል ኣንስተይቲ ከባእ ስነ እዮም ነይሩ ክኾኑ ክእል ይሕሉ ፈርሓን ሽግር ላላ ኣይኮነን እዚ እንታይ ናይ ስነ ዞባ ስንዓፈ ከም ዝበልኩኺ ደቂ ኣንስትዮን ተባዕትዮን ብሓንሳእ ኢና ንገሽ ፀወታ ከምዚ ንስሕቕ ንፃወት ገለ መለ ገለ እምበር ካብ ብፍሉይ ከምዚ ገለ ዘይኮነስ

ኣብ ዝምድና ኣለካ የለን ዲኻ ወላ? የለን ናጻ እየ ናጻ እየ ሓራ ኢኻ ዘለኻ ሓራ እየ ዘለኹ እሞ ጠለባት በዚ ኣጋጣሚ እ፣ እቲ ምሳእ እስከ ገለ ይኽእል።
ቦታ እ፣ ነፃ እዩ ዘሎ ክትመልኣ ትኽእል ኢኻ ፎርም ናጻ ኢና ዘለና ምስ ምስ ውህብነት ዝመፅእ እ፣ ነገራት ኣሎ እዚኣ እውን እ፣ ክጠቕሳ ደሊ ነይረ እንቋዕ ረሳዕኳ ፅቡቅ ኣጋጣሚ እዩ እ፣ ኣብ ከምዚ ኣጋጣሚ ዝፍጠሩ ነገር ኣሎ ኣብ እ፣ ብቕዓት ናይ ሓደ ውሩይ ሰብ ኣብ ዝኾነ ዓውዲ ይኹን ነታ ዘለዋ ዝረኸባ መድረኽ ወይ ዘዕኑ ወይ ከዓ ዝያዳ ዘጠጥዕ መጻምዲ ምስ ዝሕወስ ኣብታ ህይወቱ ሲ ገለ ነገር እትርኢ ካብ ከምዚ ክሳብ ክንደይኻ ኳልኩሌቲቭ ኣብ ህይወት
እወ ከም ዝበልክዮ ዋላቶም ዓበይቲ ተፃወቲ ናይ ዓለም ገለ ድሕሪ ከድኪ መፃምድቲ ኣለዎም ገለ መለ ገለ ኣለዎም ገለ ገለ ሰባት ከዓ ከም በዓል ሶንግ ንኣብነት እዚ ናይ ቶትንሃም ዝነበረ ሕጂ ናብ ኣሜሪካ ከይዶ ኣለካ ናጻ ኮይኖም በይኖም ኮይኖም ጉዳይ ዕላማ ዝተራእዩ ድሓረይ ክነርክቦ ኣለና ዝብሉ ሰባት ከኣ ገለ ኣለዉ። እዚ ከኣ ናይ ሂወቱ መስርሕ ስለ ዝኾነ ግዴታ እዩ። ግን ኣነ ግን ከምዚ ትብሊ ዘለኺ ናብቲ ኣተኩሮ ናተይ ኣብ ኣብ ግዜ ኣብ ጸወታ ኣብ ዕረፍቲ ኣብ ምቕያር እምበር ኣብ ካልእ ነገር ገለስ ድሓን እዩ። ከም ሰብ ኣሕዋት ምሕዝነት ገለ ተዕልል ገለ እምበር ካብኡ ርሕ ፍልይ ኢሉ ናብ ፍቕሪ ድልሃበ ወይ ናብ ገለ ገለ ነገራት ገለስ ወይ ዴሊ ትዕለሉ ገለ ነገራትስ የብለይን ኩሉ ግዜ ደሕልፎ ኣብ ትሬን ካብ ትሬን ዕረፍቲ ምሸት ቪድዮ ፀወታ ኣንላይዝ ናይ ዓበይቲ ተፃወቲ ምርኣይ ሃይላይት ምድጋም ገለ እየ ግዜታተይ ዘሕልፎሞ እምበር ከምዚ ወይ ከዓ ስለ ድሃብካ ገለ ዘይኮነ ኩሉ ግዜ ሓፍ ክትብል ፅቡቕ እዩ ትሓፍ ዝደለኻዮ ግን ክትዕቅቦ ግን ከቢድ ስለ ዝኾነ ኣብኡ ንምዕቃብ ካብኡ ንላዕሊ ደረጃ ከዓ ንምስራሕ ንምዕባይ ኣነስ ጌና እየ ዝገበርኮ ነገር ወላ ሓንቲ የለን ብዙሕ ነገር ዝተርፈኒ ኣብ ግዜ ፀወታ ኣብ ግዜ ክዕሶ ኣብ ግዜ ክበፅሖ ዝደሊ ነገር ከምኡታት እየ ዘተክሩ ማለት እዩ
ናብ ባህርዳር ክንምለስ ኣብ ባህርዳር ዝነበርካሉ መጀመርያ እቱ ኣብ ዝበልካሉ መስበርቲ ናይ ኢድ ኣጋጢምካ ነይሩ ናይ ዓፅሚ ከመይ ኣጋጢምካ እዚ ኩነታት?

ሰለስተ ወርሒ ተኣልየ ግን ከምኡ ክብለኪ ከለኹ ኣብ ገዛ ኮይነ ነዚኣ ጥራይ ኢለ ይሰርሓላ እምበር እቲ ካልእ ምንቅስቓስ ገይረ ዝሰርሕ ነይረ ሽዑ እዳለ እዳሎ ነይረ ድሕሪ ሰለስተ ወርሒ ሽዑ ናብታ ጋንታ ክሕወስ ከለ ጀሚረ ሓደ ጽቡቕ ዝኾነ ኮንዲሽን ጽቡቕ ነገር ከኣ ኣብቲ መወዳእታ ከንጸባርቕ ክኢለ እቲ ግዜስ ከይዱ ማለት እዩ ኦሬዲ ንሶም ክሳብ ድወሃሃድ ገለ ከይዱ እታ ናይ ባህር ዳር ግዜ ብከምኡ ሓሊፋ ሽዑ ግን ናብ ሃዋሳ ተሰጋጊረ ኣብ ሃዋሳ ግን ኣብ ሰለስተ ዓመት ብሉጽ ዝኾነ ብቕዓት ኣንጸባሪቐ ንክልተ ግዜ ብሉጽ ኣምዝጋቢ ሽቶ ነቲ ጋንታ ዝበዝሐ ነታ ክለብ ዝበዝሐ ጎል ዘመዝገበ ሽቶ ብዙሕ ተደጋጋሚ ኮይኑ ቶብ ስኮረር ዝወደአ ገለመለ ብዙሕ ዓይነት ታሪኻት ናይ ክልተ ግዜ ናይ ድምፂ ዝህቦ ህዝቢ ብሉ ተፃወታይ ገለ ብዙሕ ነገር ታሪኽ ገለ ገዲፌ ካብ ካብታ ኢትዮጵያ ተፈልየ ማለት እዩ። ክልተ ዓመት ይኸውን ጌርካ ምስ ሃዋሳ ሃዋሳ ብፍሉይ ንዓኻሲ ለሚድካዮ እውን ነታ ዓዲ እታ ቀዳመይቲ እዋን ምስ ባህርዳር ነበረት መላለይቲ ግዜ እያ ኮይና መላለይት መላለይቲ ሃገር እንደገና ከኣ ምስ ኩሉ በልኩኻ ነገር መስበርቲ ምስ በርቲ እውን ቻሌንጅ ነይርካ እዩ ገለ ገለ ቻለንጅ ገለ ነይሩ እዩ ብዙሕ ኣብታ ዝደሓረት ክልተ ዓመት ምስ ሃዋሳ ዝፀናሕካሉ ግን ቶብ ኮይነ ኣሕሊፈዮ ማለት እዩ ፅቡቕ እ፣ ፍሉይ ኣጋጣሚ ነይሩ እዚ ዘጋጠመ ኣከታቲልካ ዝበለጸ ኣመዝጋቢ ሸቶ ክትሽለም ዝበቕዓኻ መንእሰይ ኢኻ። ወላ ከም ተራ ዕላል መስል ይኸውን ከምዚ ኢልና ክንዛረበሉ ከለና እምበር ዝበለጸ ኣመዝጋቢ ሸቶ ኣብ ሓደ ሚእትን ስሳን ሚልዮን ህዝቢ ዘለዋ እሞ ከኣ ዓቢ ሊግ እዩ ናይ ኢትዮጵያ ሊግሲ ክንምንታይ ብዝሒ ተጻወትቲ እውን ዝሓቁፍ እዩ ካብዚኦም ካብ ኤርትራ ከይድካ ኣብ ካልኣይ ዓመትካ ብሉጽ ኣመዝጋቢ ሽቶ ኣከታቲልካ ኣብ ሳልሳይ ዓመትካ ከኣ ንዕኡ ክትደግሞ ቀሊል ነገር ኣይኮነን። ምናልባት ዝኾነ ሰብ ከም ተራ ዓወት ይሪኦ ይኸውን። ክሳብ ክንደይ እዩ ንዓኻ ፍሉይ ነገር ነይሩ እቲ ኣጋጣሚ? እወ ከም ዝበልኩኺ ኩሉ ግዜ ታርጌት ኣለኒ። ንኣብነት መጀመርታ ዓመት ቶፕ ስኮረር ኮይነ ክወዛ ከለኹ ዕስራ ጎል የእትየ ነይረ።

ክሳብ ሕጂ ክሳብ ሕጂ ጽቡቕ ስለ ዘየሎ ንዓባ ሓግዘና ድሕሪ ከኣ ተጻወቲ ኣይረኣናን ገለ ምሽ ኣለዉ ይጽሕፍኦም ገለ ዋላ ኢሂማታ ጋንታ ድሕሪ ከምኡ ክብሉ ብዙሕ ነገራት ርእቶ ክጽሕፎ ነይሩ እየ ግን ደረጃ ብደረጃ ክኾን ኣለዎ ንዕም ጽቡቕ ዘረባ እናዘረካ ስኻ ስራሕካ ሰራሕ ማለት እዩ እቲ ዝገርም ነገር ግን ኣብዚኣ ንስኻ ነዚ ዓወታት እዚ ክትወስድ ከለኻ ነታ ኣቐዲማ በሪ ናይ መሸጣ ዝኸፍትልካ ባህርዳር ድማ

ከይዶም ነይሮም ዋው ጽቡቕ ኣዝዩ ብዙሕ ትያትር ደለዎ ጉዕዞ ኢኻ እውን ትሕልፍ ነርካ ኣብ መንጎ ምስ ባህር ዳር ኣብ ዝነበርካሉ እዋን ካብ ሽወደናዊት ክለብ ከዓ መሸጣ መፂእካ ነይሩ ፃውዒት መፂእካ ነይሩ እቲ ሰዓት እቲ ብዛዕባ እዚ እስከ ከተዕልለኒ። ይኹን እምበር እታ ጻውዒት ከኣ ሰሚዕናያን ቅሂማን ብሓንሳብ። እንታይ እዩ እቲ ጠንቂ? ክሳብ ሕጂ እውን ንጹር ዝኾነ ሓበሬታ የብሉን ሰብ ከም ዝርድኣኒ። እዛ ሕቶ ዝሓተካ የለን መስለኒ። እወ ዝሓተኒ የለን። ዝሓተኒ የለን። ብኣጋጣሚ እያ እንኳዕ ዝተረኽበት። ኣስፍሕ ኣቢልካ እስከ ክትነግረና። ከምኡ እኮ ኩሉ ግዜ ማለት ኣነ ሾርን በጺሐ ምላሰይ ዘይኮነ ኣነ ብዓብዩ ሃገረይ ከጸዊዐ ዝደሊ ስመይ ከጸዊዐ ዝደሊ ዝለዓለ ደረጃ ክበጺሐ ዝደሊ ዝኾነ ዓይነት ብድሆታት ከኣ ክሰግሮ'የ ዝደሊ። ከም ዝበልኩኻ ንሽወደን ከይደ ጽቡቕ ናይ ትሬኒንግ ልምምድ ገይረ ሽዑ ናይ ክልተ ጸወታ ምሕዝነት ነይሩ። ሰለስተ ጎላት ክወቱ ክኢለ ጽቡቕ ዝኾነ ኮንዲሽን ገለመለ ኩሉ ነገር ክሕልፍ ክኢለ ነይረ ማለት'ዩ። ጽቡቕ ዝኾነ ውጽኢት ገይረ ነይረ። ግን ብዓቢኡ ከኣ ረቢ ተዘይወዲኡካ ኣይከውንን ኩሉ ናይ ናቱ'ዩ። ብሓፈሻ እስኻ ትሓስብ ሲ ውድእ ማለት'ዩ። ከምኡ ከሎ ግን ጽቡቕ ምንቅስቓስ ገለ እንዳገበርኩ ኣጋጣሚ እቲ ኣሰልጣ እቶም ጋንታን ምስቲ ኤጀንትን ዝነበርዎም ርክባት ክሰማማዕ ኣይከኣለን። እቲ ኤጀንት ብዙሕ ነገር ጠለባት ገለ የቕርበሎም፣ ምኽንያቱ ከም ዝፈተዉን'ዩ፣ ከፈርሙን ከም ዝደልዩ ስለ ዝፈለጡ ማለት'ዩ። እወ። ኣነ ከኣ ኣርኣያ ናይ ሓደ ንኣሽቱ ቆልዑት ናይ ሃገርና'የ። ንዓይ ሪኦም ክዓብዩ ዝደልዩ ሰባት፣ ተጻወትቲ ገል ናቶም ኣርኣያ'የ እምበር፣ ስለዚ ናቶም ኣርኣያ ክኸውን ኮይኑ ከኣ ኩሉ ነገራት በዓል ኦሲመን ንኣብነትሲ ሃባብ ሓሙሽተ ኣርባዕተ ሻዕ ብዓዲ ረጓሳ ኣሜል ኤቶ ኢሮፓ ከይዱ ይስጎጉ። ይኸዱ ካልኣይ ግዜ ይስጎጉ ኣፍሪቃዊ ኮይኑስ ኣብቲ ናይ ኤሮፓ መድረኽ ድኸይሲ ሱቕ ኢሉ ኣትዩ ናብ ጋንታ ድኣቱ ዝተጻወታይሲ ማንም የለን ብድሆታት ከይድካ ትሓስብ የኣሊኻ ትምለስ ትሰርሕ ትምለስ ምክንያቱ ንቲ ሲስተም ክትኣቱ ከቢድ ተኣቲኻ ኢዩ ቀሊል ኤግዛክትሊ ከምኡ ስለ ዝኾነ ምስቲ ኤጀንትን ጋንታን ክሰማምዑ ስለ ዘይከኣሉ ሽዑ እቲ ነገራት ክከብል ምስ ከኣለ ኣነ ከኣ ኩንትራት ውዕል ስለ ዝነበረኒ ምስ ሃዋሳ ጋንታይ ከኣ ናብ ጋንታ ክምለስ ከም ዘለኒ ጸወታ ክጅምር ምስ ሸማዓልቲ ድዩ ገለ ተሪፍዎ ነይሩ ክምለስ ከም ዘለኒ በቃ ደው ኣቢኒ ኣናግረ ስለ ዝበሎ ኣነ ከኣ በቲ ናይ ፊፋ ሕጊ በቲ ናይ ስፖርት ሕጊ ከኣ እዎ ውዕል ስለ ዝነበረኒ ናይ ጋንታይ ዘረባ ኣይውዳእካን ክሰ- ኔርካ ኣይወዳእኩን ምስ ኔረ። ሃዋሳ ኣሕዋት ናይ ጋንታይ ዘረባ ክሰምዕ ስለ ዝኸኣልኩ ናብ ጋንታይ ተመሊሰ ተመሊሰ ከኣ ካልኣይ ግዜ ብሉጽ ኣምዝጋቢ ሽቶ ዝኸንኩላ ሽዑ እየ ተመሊሰ እየ ነቲ

ናተይ ሓንቲ ደኣ ኖርማል እያ ሓሙሽተ ሻዕ ኩሱ ኢሉ ካብቲ ኢሮፓ ከይዱ ስለዚ ዝኾነ ከም ምዃኑ ጎበዝ ፈሊጠ ግን ክሰርሕ ከም ዘለኒ ክኢለ ኣልሓምዱሊላህ ኩሉ ንጽቡቕ እዩ ኮይኑ ካብ ጽቡቕ ነገር እየ ዘለኹ ናይ ብሓቂ እንታይ ሓቢ ካብዚ ዝዓቢ እቲ ነገርስ የለን ሞራል እቲ ሞራል ቀ- ቀሊል ኣይኮነን ኩሉ ግዜ ሲ ርእሲ እንድዩ ት- ርእሲ ጠመትኡ ኩሉ ግዜ ሰማይ እንተኮይኑ ሲ ቀሊል ስካይ ዘ ሊሚት ዝበሃል ነገር ኣሎ እቲ ምውዳቕ ምድያብ ከዓኒ መስርሕ ሂወት እዩ ኮርስ ዋን ዴይ ኦር ዴይ ኣዘር ግን እቲ መድረኽ ሲ ጽቡቅ ነገር ክትገድፍ ኣለካ ኬድካ ኬድካ ጫፍ ኣፍሪቃ በጺሕካ ኣለኻ ምስጋር ጥራይ ኣትሪፋትካ ንኤውሮጳ ገጽካ ብፍሉይ ግን ኣብዛ ጋይስ ዝተባህለት ሽወደናዊት ክለብ ጽቡቅ ኣለኹ ሓቀይ ጋይስ እያ ሽማታ ክለብ ምሕዝነታዊ ጸወታ ኣካይድካ ኔርካ ወላ እኳ እቲ ውዕል ከም ዝበልካዮ ይኹን። ክውን ኣይኹን ኦ። ኣብቲ ዘካየድኩሞ ከዓኒ ክልተ ሸቶ ከም ዘመዝገብካ እውን እ፣ ታሪኽ ኣሎ ከመይ እዩ ኔሩ እዚ ኩነታት እስከ? እወ ከም ዝበልኩኺ ኣነ ኣትየ ምስኦም ጽቡቕ ኣነ ኸኣ ሃሩን ዝበሃል ነይሩ ሓደ ሕጂ ኣብ ኢማራት ይጻወት ኣሎ እወ። ኣብ ታጋይ ዝነበረ ከምኡ ኸኣ ኣሌክስ ዝበሃል ኣሎ ናይ ቦንደስ ሊጋ ክጻወት ኣሎ ክሳብ ሕጂ ጽቡቕ ርክብ ምስኦም ክሳብ ሕጂ ጽቡቕ ርክብ ኣለኒ እሶም ክጻወት ገለ ምስ ራኣዩኒ ፈትዮሙኒ በቃ ምሳይ የቅርቡ ኔሮም ንፉዕ ብራቮ ክንሕግዘካ ኢና እንታይ ትደሊ ገለ ገለ ኢሎም ጽቡቅ ኮኔክሽን ፈጢረ ኣብ ውሽጢ ሰሙን ኣነ ከኣ ምስ ሰብ ዘለኒ ቅርበት ክፈልጥ ስለ ዝደሊ ንሰብ ኣቅርብ እየ የዕልል እየ Yes. ምስኦም ፒስ መጽየ ጽቡቅ ስለ ዝመጻኹ ገለ መለ ሽዑ ከምዚ ይደሊ ገለ ገለ ገለ ኢለዮም ሽዑ ምሕዝነት ጀሚረ ከምኡ ከማ ኣብ ዮቶበር ዝነበሩ ኤርትራውያን ከኣ ንዓይ ክድግፉ ኢሎም ብዙሓት መጽዮም ኔሮም እወ። መጽዮም ጸወታ ገለ ርዮም ጎላት ገለ እትየ ሲዒረ በቃ ኣሰልጣኒ ብዛዕባ እቲ ናይ እታ ሃገር ትንተና ገለስ ኩሉ ብዛዕባ እዩ ኔሩ እዚ ጽቡቅ ዘረባ ፍሉይ ተጻዋታይ እዩ ገለ ከምዚ እቲ ጋዜጠታት ገለ ኩሉስ ታሪኽ ኣሎ ብሰነድ ገለ ዋላ ብስእሊ ኣሎ እቲ ጎል እታ ጎል ኣላ ምሳይ እቲ ጎል ኣዶ ተኾ ምሳይ ኣሎ እቲ ሰልጣኒ ብዛዕባይ ዝተዛረቦ ኣብ ዓበይቲ ማስ ሜድያታት ኩሉስ ምሳይ ኣሎ ተቐሚጡ እዩ ዘሎ ሓደ መዓልቲ በዓሉ ክረአ እዩ ናብ ሰብ ማለት እዩ ከምኡ ስለ ዝነበረ ጽቡቕ ዝኾነ ናይ ምሕዝነት ገይረ ገለ መለ ግን ከም ዝበልኩ ክገብር ስለ ዘይወደኦ ግን

ክዛረቡ ስጅምሩ እዮም ጽቡቅ ኮኔክሽን ስለኒ ምሶም እዚ ኣነ በጺሐዮ ዘለኹ ምስ ረኣዩ በቃ እሶም ንፈልጥ ኔርና ኢና ገለ ኢሉኒ ንፉዕ ምዃንካስ ንፈልጥ ኢና ግን ደሓን ኣጆኻ ኪፕ ጎይንግ ገለ ገለ ገለ ትዕድናት እውን ገና ከም ዘሎስ የርእየካ እዩ ኖርማል እዩ ሞራልካ ክኸይድ ምሉእ ትብልሽ ንክኸውን ወደንሲ ሰኣለካ ደሓን ትዕድል ቀሊል እወ ግን ኣብዚኣ እ፣ ብፍሉይ ንዓይ እውን እ፣ ካብታ እ፣ ዘገረመትኒ ነገር ኣብቲ ዛንታ ናይዚ ጉዕዞኻ ካብ ኢትዮጵያዊት ክለብ ናብ ሽወደን ኢኻ ከድካ ደለኻ ካብ ኣህጉር ናብ ኣህጉር ኢኻ ነጢርካ ደለኻ ካብ ኣፍሪቃ ንኤሮጳ ኢኻ ኣምሪሕካ ደለኻ ኩዕሶ እግሪ ኢልና ከኣ ኤሮጳ እዩ ኤሮጳ ኢልካ ዓዲ እንግሊዝ ኢኻ ትብል ወላ እኳ እተን ሓሙሽተ ወሰንቲ ዝኾና ናይ ኤሮጳ ሊግ ይሃልዋ ብፍሉይ ከኣ ንሱ ማለት እዩ እቲ ሕልምስ ኩሉ ግዜ ዓዲ እንግሊዝ እዩ ቅድሚት ዘሎ ዓሊ ሱሌማን እቲ ናቱ ራእይ ኣብዘን ኣብዘን ክለባት ሲ ከመይ ዓይነት ርድኢት እዩ ነይርዎ እታ ዝተረኽበት ኣጋጣሚ ወላ ብዝኾነ ይኹን ዋጋ ወላ ብትሑት ዓቐን ይኹን እሞ ምስ ግዜ ከኣ ናይ ክፍሊት ድዩ ናይ ኮንትራት እንዳ ሕደስኩ እንዳ ቀየርኩ ክኸይድ ይኽእል እየ ምክንያቱ እዛ ኦፖርቹኒቲ እዚኣ እዛ ዕድል እዚኣ እንተ ከሲረያ መስበርቲ እውን ኣሎ ብዙሕ ነገር ኣሎ ካብ ፀወታ ዲስኳሊፋይ ተባሂልካ ምእለይ ኣሎ ብዝኾነ ኣጋጣሚ ቁመናኻ ፈሪስና ኢሎም እውን ፍርም ኣቢሎም ናይ ኩዕሶ ነገር ሳያ ከጣቕዑልካ ሓግዮም እዛ ሲዝን እዚኣ ዝመጽእ ዘሎ ሲዝን ከኣ ኣብ ቤንች ኮንካ ትሕልፈሉ መድረኽ እውን ኣሎ ነዚ ኩሉ ምስ ኩሉ ዓቢ ራኢኻን ጠመተኻን ኣብ ናይ ኣፍሪቃ እሞ ኣብ ጎረቤት ሃገር ዘላ ኢትዮጵያ ጥራይ ተሓጺርካ ንኸይትተርፍ ነቲ ዝረኸበልካዮ ዕድል ከምዚ ክትማወተሉ ወይ ክትስስዕ ኣይመረጽካን። ኣንኮራ እዝስ ደሓን ይትረፈኒ እሞ ተመሊሰ ብቕዓተይ ኣንጸባሪቐ ዳግም ነቲ ዘሎ ዕድላት ክረኽቦ እየ ኢልካ ኢኻ እቲ ውሳነ ወሲድካዮ። ቀሊል ውሳነ ኣይኮነን እዚ። መብዛሕትኡ ግዜ ሰብ ወላ ብዙሓት ተጻወቲ ወላ ኣብ ናይ ፕሪምየር ሊግ ጸወታታት ንሪኦ ኢና እታ ዝወሰንዋ ውሳነ ሲ ምስ ኮንዲሽኖም ከለዉ እታ ጋንታ ክትከውን ትኽእል ትጸገም ካልእ ነገር ክኸውን ይኽእል ትጸገም ሽሞም ጥፍእ ጥፍእ እብል ብሓንሳብ ሕጂ ነቲ ገንዘብ ኣይኮንካን ቀዳምነት ሂብካዮ ኣብዚ ጉዳይ እዚ ወይ ወይ ነቲ ክረኽቦ ዝኽእል በቃ ኣብ ኤውሮጳ ኣትዩ ድብል ሽም ክትረኽበሉ ኢልካ ዘይኮነስ ብቕዓትካ እንዳሰላሰልካ ዳግም ካብን ዝበልፃ ክለባት ረኺብካ ብሕጋዊ ዝኾነ መገዲ ከም ትምለሶ ኣሚንካ ነዚ ውሳነ ክትወስድ ከቢድ እዩ። ምክንያቱ ሮቤል እቲ ኣብነት ዝኾነ ወይ እቲ መገዲ ዝፈጠረልካ ወዲ ጋንታኻ ዝነበረ ሮቤል ካብ ቡና ናይ መሸጣ ዕድል ክረክቡ ከሎ ብመስበርቲ እዩ ዓዲ ውዒል ኮይኑ ካብ ፀወታ ተሰናኺሉ መይሱታ ዝረኸባ ናይ ኤሮጳ ጋንታ እውን ከምቲ ዝድለ ከግስግስ እውን ኣይከኣለን ሓዲግ መዲግ ክተርፍ ተዓዚብካ ኢኻ ኣብዚ ጉዳይ ክሳብ ክንደይ ደፊርካ ነዚ ውሳነ ምስ ነብሰይስ ብዙሕ የሰላሲለያ እዛ ሓሳብ ነው ክሳብ ክንደይ ደፋር ዝኾነ ውሳነ እዩ ተመሊሰ ኣብ ኢትዮጵያ ከይደ ብዝረኣኹዎ ብቕዓት ጋንታ ክረክብ ይኽእል እየ ዝብል ሓሳብ ክትሓስብሲ ከመይ ዓይነት ርድኢት እዩ ነይርካ ነዚ ኩነታት እስከ ዕልለኒ እዎ ከምዚ ትብልዮ ዘለኻ ሕጂ ከቢድ ምዃኑ እኮ ይርዳእካ እዩ ግን ኣነ ኩዕሶ እግሪ ክጅምሮ ከለኹ ዝለዓለ ደረጃ ክበፅሕ ከም ዝኽእል ኣሚነ እየ ጀሚረ ካልኣይ ከዓ ኣነ ከዓ ናይ ሃገር እየ ናይ ህዝቢ እየ ህዝብን ሃገርን ወኪለ ይኸይድ ዘለኹ ተፃወታይ ስመኝ ስም ሃገረይን ከፀውዕ እንድሕረ ኮይኑ ከዓ እቲ ዘሎ ዕድላት ከኣ ክነፍሕ ጥራይ እዩ ዘለኒ ምኽንያቱ ስመይ ከጸውዕ ስም ሃገረይ ከጸውዕ ተኾይነ ኣበርቲዐ ክሰርሕ ዘለኒ ስለዚ እዚ ኣይኮነን እሞ ካልእ ግዳ ይገብር ማለት ዝበሃሎ የለን እዚ ኣይኮነን ካልኣይኒ ክኸውን ከም ዝኽእል ኣሚንካ በርቲዕካ ምስራሕ ተመሊሰ ኣነ ነብሰይ ባዕለይ የማኺረ ተመሊሰ ካልኣይ ግዜ ብሉጽ ኣመዝጋቢ ሽቶ ካልኣይ ግዜ ብሉጽ ኣንጸባሪቐ ናብቲ ናይ ዓበይቲ ቶፕ ዝኾነ ኣፍሪቃ ይኸይድ ወይ ካልኣይ ግዜ ከኣ ንኤሮፓ ዝሓሸ ዕድል ይመጽእ ይሰርሕ ኩሉ ግዜ ከኣ ንሃገራዊት ጋንታይ ከኣ ይጠቅም ሽዑ ኣብ ክለባትን ነፊዐ ንሃገረይ ከኣ ይጠቅም ናሽናል ቲም ክመጽእ ከሎ ውድድራት ከኣ ኬድካ ንሃገርካን ስምካን ከኣ ተብቅዕ ከምኡ ዓይነት ሕልምታት ራኢታት እዪ ዘለኒ ካብ ቀደም ኢስቲል ክሳብ እዚ ሕጂ ሕጂ ከማን ዝኮነ ይኩን ነገር ተዘጋጦ ኔሩ ኣብ ዝለዓለ ደረጃ ከምበጽሕ ኣሚነ ክሰርሕ ጥራይ እዪ ዝክእል ዝኣምን ማለት እዪ። እወ እቲ ድፍረት እዩ እቲ ድፍረት ሕጂ በይነይ ምስ ነብሰይ ተዘራሪበ እወ እዚኣ ኣይኮነትን በቃ ንጽቡቅ እዪ ኩሉ ንኬር እዪ። ዝሓሸ ክረቢ ከም ጸለይ ናብ ጋንታይ ተመሊሰ ተመሊሰ ጋንታይ ካብ ቦቆቦቆ ተቀቢሎም ኣሰልጠንተይ ገለ መለ ናይ መቀበለ ጌሮም ጅግና ኢካ ንስካ ንፉዕ ኢካ ኣብዚ ኣበርቲዕካ ትሰርሕ ኢካ ገለ ኢሎም ኩሉ ነገር ናይ መቀበለ ገለ መለ ተቀቢለ ትሬኒንግ ምስኦም ጀሚረ ኣብ ቀዳመይቲ ጸወታ ከኣ ክልተ ብ ዜሮ ሲዕና ን ክልተ ጎል እቲ ብኡ እቲ ኣጀማምራይ ከኣ ብ ጎል ስለ ዝጀመረ ከኣ ዝያዳ ኮንፊደንስ ጌረ ከምዚ ዝበልኩ ከኣ ጽቡቅ ዝኮነ ውድድር ጽቡቅ ናይ ዝኮነ ዓመት ኣሕሊፈ። ናብ ግብጻዊት ከኣ ናብ ናይ ኣፍሪቃ ከኣ ናብቲ ቶብ ናይ ኣፍሪቃ ናምበር ዋን ዝስራዕ ከ ሃገር ከይደ ከኣ ኣብኡ ተንጸባሪቐ ከኣ ኣብኡ ከኣ ዝያዳ ክፍተኖ ዝግብኣኒ ኣብ ቶብ ሊግ መጺእ ስለ ዘለኹ ከኣ ዝያዳ ዓለኻ ኣበርቲዕካ ክሰርሕ ምብባር ከኣ ምስ እስማዒልያ ኤትሪ ኮይነ ከኣ ጽቡቕ ዝኾነ ናይ ዓመት ኣሕሊፈ ከባቢ ዓመት ሙሉ ዓሰርተ ሸውዓተ ጎል ንሓሙሽተ ኣሲስትን ገይረ ትገብር ማንም ኣብ ግብጺ ዝጻወት ሓደ ተጻዋታይ እዚ ደረጃ ኣይበጽሖን ኣብ መጀመርታ ዓመቱ ከኣ ከምዚ ዝገበረካ ማንም ኣፍሪቃዊ ይኹን ማንም ግብጻዊ ከኣ የለን። እዚ ከምዚ ምገብር ምኻነይካ ካብ ዘሐጉስ ከኣ ሓበን የለን። ብኡ መንጽር ከኣ ኣብኡ ከኣ ዝያዳ ተሞኪርካ ንሃገራዊት ጋንታይ ከኣ ንእሽተይ ነገር ክገብር ብምኻነይ ከኣ ዕድለኛ ጥራይ ዝብለን ዝኽእል ናይ ብሓቂ እቲ ሓጉስ እየ ማለት እየ። እታ ግንባር ድበልዋ ሓቂ እዮ ማለት እዩ በዚ ኣጋጣሚ። መስበርትስ ካባኻ ዘይፍለ ጎኒ ጎኒ እግርኻ ዝጎዓዝ ሓደ ነብሱ ዝኸኣለ ክፋይ መስርሕ እዩ። ነዚ ነገር እዚ ከይመጸኒ እሞ እቲ ሕልመይ ራእየይ ኣብ ካልእ ክበጽሕ ኣብዚ ተቖጽዩ ከይተርፍ ከይበልካ ካልኣይቲ ዕድል ክረኽበላ እየ ብቕዓተይ ኣብዚ ደሪበ መሊሰ ክምለስ ኢልካ ነቲ ሪስክ ምውሳድካ ምስቲ ጸቢብ ምዃኑ እቲ ዕድላት እውን ንክትረኽቦ ማዕሪማዕሪኡ ዕድመ እውን ይኸይድ ኣሎ እቲ ዘገድሰካ ዕድመ ክትሰርሓሉ ትኽእል ኣብ ኩዕሶስ ድሩት እዩ ኩሉ ግዜ ሕጂ ነዚታት ከይሻራረፈኒ ከይበልካ ከምኡ ምውሳንካ ብጣዕሚ ኣነ ካብቲ ዘገረመኒ ኣዚኻ ከዓ ንቑሕ ብርድኢት ትኸይድ ሰብ ኮንካ ተሰሚዕኻኒ ንዓይ ነዚ ነገር ክሪኦ ከለኹ ከምኡ ዓይነት ሰብ ምዃንካ ከዓ ሓደ ዓቢ ነገር እዩ ምንጪ ዓወትካ እዚ ከይኮነ ኣይተርፍን እዩ ዝብል ርድኢት ኣለኒ እስከ ብድሕሪ እዚ ብዙሓት ጠለብ ካብ ካልኦት ክለባት መጺካ ነይሩ እዩ ድሕሪ እዛ ዕስራን ሓደን ሸቶታት ኣመዝጊብካ ምዝዛንካ ምስ ሃዋሳ ምስ ካዛብላንካ ካልኦት ክለባትን ጠለብ መጺካ ነይሩ ከመይ ነይሩ እዚ ከ? እወ ከምዚ ረጂ ከዘብላን ካብ ሞሮኮ መጺኡ ነይሩ እንደገና ከኣ ካብ ናይ ግብጺ ከኣ በዓል ፔትሮጀክት ገለ መለ ኤሌክትሪክ እስማዒልያ ገለ መለ ጠለባት ገለ ምስ ሰደዱለይ ኣነ እንታይ ይኣምን ኩሉ ግዜ ኣብ ዓባይ ጋንታ ብሓንሳብ ስኢልካ ምእታው ገለ ኣይፈቱን ብኸመይ ትልክን ምስ ዓበይቲ ተጻወቲ ኣሰልጣኒ ንዕኦም ፈትዎም ክሳብ ዘሎ ንዓኻ ክሳብ ድፈትወካ ገለ ዕድል ዘይክበካ ክእል ቤንች እዩ ዝሓልፍ ወይ ከዓ ኣቕዲሙ ክኣ ክእትወካ ክእል እዩ ዋላ ንስኻ ነፊዕኻ ኮለኻ ክሳብ ናብቲ ጋንታ ዘልምደካ ግዜ ክወስደልካ ክእል ኣነ ግን ዝወሰድክዋ ግን ኣብ ንእሽተይ ጋንታ ክኸይድ እሞ ጸብለል ትብል ኣብኣ ኣበርቲዐ ኣብኡ ሰሪሐ ነብሰይ ኣርእየ ኣብ ዓባይ ጋንታ ክኸይድ ከለኹ ሽዑ ኣነ መን ምዃነይ ኣፍሊጠ እየ ዝኸይድ ዘለኹ ከምኡ ስለ ዝፈለጥኩ ናብታ ንእሽተይ ጋንታ ደሓን ዝኾነት ናብ ኢስማዒል ኤሌክትሪክ ኣብዚኣ ክኸይድ እየ ዝደሊ ኢለ ምስቲ ኤጀንተይ ተዛሪበ ናብዚኣ ጋንታ ውድእ ደልየ ኣብታ ጋንታ ወዲ ኢለይ ተዘራሪበ ከም ዝበልኩ ከዓ ኣሰልጠንቲ ሓለፍቲ ብፅቡቅ ተቐቢሎም ከዓ ምስታ ጋንታ ጀሚረ ሓንቲ መዓልቲ ትሬኒንግ ሰሪሐ ቤስታ ኣትየ ኣጋጣሚ ናይ ምፍራም ግዜ ኣብ ምውድእ ሰዓት እየ ፈሪመ ኣብቲ መዓልቲ ትሬኒንግ ሰሪሐ ቤት ተኻት ከምዚ ክገብር ዝኻልን ኣሰልጣኒ መዓር ክንደይ እምነት ኣባይ ገይሩ ከም ዘሎ ንኸርእየካ እዩ ሽዑ ሓንቲ መዓልቲ ትሬኒንግ ሰሪሐ ኣትየ ፅቡቕ ምንቅስቓስ ኣርእየ ድሕሪ ሓሙሽተ መዓልቲ ኣብኡ ኣለኹ ቤስት ጀሚረ ካብ ዓመት ሙሉእ ክልተ ሻዕ ቤንች ኮይነ እሳ ከዓ እታ መጀመርታ ፀወታ ቤንች ዝኸኩን ኣብታ ካልእቲ ከዓ ፀወታ ከዓ ንእሽተይ ተፀሊኒ ስለዝነበረ ድሕሪ ዕረፍቲ ከእትወኒ ብምኽኣል እምበር ኩሉ ዓመት ቶብ ኮይነ ወዲየ ከም ዝበልኩኻ ከባቢ ዓሰርተ ሸውዓተ ቀንዲ ጎልን ተሰላፊ ኮይንካ ከኣ ቀንዲ ተሰላፊ ዛዚምካ እታ ኮይነስ ክለብ ናይ ተጥቃዕቲ ቀዳማይ መራሒ ኮይነስ ከባቢ ዓሰርተ ሸውዓተ ጎል ሓሙሽተ ጎል ብምእታዊስ ኣብ ናይ ሊግ ካብ ብሉጽ ኣምዝጋሽቶ ናይ ፕሪመር ሊግ ብሉጽ ኣምዝጋብሽቶ ኮይንካ ክትውዳእ ኣብ መጀመርታ ዓመትካ ምስ ብሉጻት ካብ በዓል ኣስቶን ቪላ ዝመጹ በዓል ትሬዝገድ ቨዜራ በዓል ኣል ኣህሊ ዛማሊክ ፒራሚድ ድባላ ቶፕ ቶፕ ብክፍ ብደሞዞም ኣይትበል ከባቢ ሰለስተ ሚልዮን ገለ ድበጽሕ ከምኡ ድከፍሉ ዓበይቲ ተጻወቲ ዘለዎ Yes። ምስ ንእሽተይ ጋንታ ኮንካ ከምዚ ዓይነት ደረጃ ክትሰርሕ ኮለኻ ቀሊል ነገርሲ ኣይኮነን። ከምኡ ነገር ስለ ዝኣመንኩ ከምቲ ኣነ ዝመደብክዎ ኮይኑለይ ሕጂ ከኣ ብብዙሕ ነገር ይድለ ብብዙሕ ነገር ጠለብ ይመጸኒ ውዕል ስለ ዘለኒ ግን ምስ ጋንታይ ይዘራረቡ ኣለዉ ጋንታይ ከኣ እንታይ ትውስን እንታይ ንገብር ሓቢርና ከኣ ክንሪኦ ኢና ማለት እዩ። ናብ እስማዒልያ ኣብ ዘምራሕካሉ ምስቲ ካብ ቀይሕ ባሕሪ ናብ ሃዋሳ ካብ ሃዋሳ ናብ ኤለትሪክ ክትመጽእ ከለኻ ናብ ሳልሳይ ሃገር ኢኻ ትግዕዝ ዘለኻ ኩሉ ሕጂ ውን እቲ ቋንቋ ተቐይሩ እዩ እቲ መስርሕ ውን ተቐይሩ እዩ እቲ ክሌማ ተቐይሩ እዩ ኩሉ ክሊማ ትሊግ ተቐይሩ እዩ ትሊግ ተቐይሩ እዩ ብቕዓት ናይቶም ኣብቲ ሊግ ዘለዉ ከምዚ ክትብሎ ዝፅናሕኻ እውን ካልእ ምስቲ ቀዳማይ ዓለም ምስቲ ናይ ኣብ ቀዳማይ ዓለም ዝተፃወቱ እዮም ኩሎም ኤግዛክትሊ ዝኸይድ ብቕዓት ዘለዎም ተፃወቲ ብዘለውዎ ኢኻ ትዛረብ ዘለኻ ካብኡ ናብኡ እቲ ለውጢ ከመይ ጸኒሕካ ካብ ኣብ ባህርዳር ዝነበረ ከም ጋንታ ከም ኩሉ መሳላጥያትና ናይ ትሬኒን ናይ ራስየን ናይ ገለ ናይ ገለ ኣብ ግብፂ ምስ ኣተኻ ምስ እስማዒልያ ከመይ ጸኒሕካ ከም ዝበልኩ ኩሉ ግዜ ኣነ ጽቡቕ ነገረይ ምስ ሰባት ሕውስ እየ ሕውስ ባህር ኣለኒ ምሶም ተዘይሓዊሸ ውሽጦምን ደገምን ጠባዮምን ተዘይፈሊጠ ኣነ ደስ እስኻ ኻብ ውሽጥኻ ንጠባይካ ንዖም ተዘይነጊርካዮም ከኣ እሶም ከኣ ኣይክፈልጡኻን ምስ ከድኩም ምስ ዝኾነ ይኹን ካብ ሰንዓፈ ናብ ኣስመራ ካብ ኣስመራ ናብ ኢትዮጵያ ካብ ኢትዮጵያ ናብ ግብጺ ገለ ክኸይድ ከለኹ እዚ ኩሉ ዓይነት ምስ ሰብ ዘለኒ ሪሌሽን ብጣዕሚ ጽቡቕ እዩ ኣሰልጠንተይ የኸብር ተጻወተይ የኸብር ሓለፍተይ የኸብር ብጽቡቕ ብፈገግታ እቕበሎም ገለ መለ ሰንካኣ ዝያዳ ይፈትውኻ ሽዑ የቕርቡኻ ትዕለል ዕላል ብዕላል ኣነ ከምዚ እየ ዝፈቱ ገለ መለ እንዳበልካ ባህሪኻ ተርእዮም ሽዑ ጠባይካ ተርእዮም ኣብ ትሬኒንግ ዘለካ ጻዕቂ ትሬኒንግ ተርእዮም ኣብ ጸወታ ድሌታትካ ናይ ጎል ክተእቱ ዝደለኻ ክሉ ስለ ተርእዮም ጽቡቕ ኮኔክሽን ስለ ዘለኒ ምስ ሰባት እቲ ኣነ ዝደልዮን እቲ ንሶም ዝደልይዎን ንሰማማዕስ ኣይንሽገርን ጌና ሕጂ እቲ ናተይ ፅቡቕ ነገር ምስ ሰብ ዘለኒ ቅርቤታ ብጣዕሚ ፅቡቕ ክፈልጥ ደሊ ክሰርሕ ደሊ ማለት እዩ
እሱ ነሩ እቲ መስርሕ ከመይ ፀኒሑ ከ ፍሉይነት ኣለዎ ዶ እዋ ፍሉይነት ዳ መሊዩ ኣብ ደሞዝ ይኹን ኣብ ገለ ኹን ኩሉ ነገር ፍልነት ኣለዎ ኣብ ምስ ዓበይቲ ዘለዉ ተፃወቲ ኢኻ ክትፃወት ንስኻ ከዓ ትገብር ኣለካ ብቕዓትካ ክትሕሉ ኣለካ መሊስካ ክትነፍዕ ኣለካ ንኢትዮጵያ ዝነበረ ስኒ እሺ ካብኡ ንላዕሊ ኮንካ ክትርከብ ኣለካ ብድሕሪኡ ምስ ናብኡ ምስ ከድኩ ናይ ትሬኒክ ናይ በዓልና ኣለና ተረዲኽኒ ናይ ገዛ ዝህቡኻ ኩሉ ነገር ቶፕ ስለ ዝነበረ ኩሉ ነገር ብሓፈሻስ ዓቢ ሊግ ስለ ዝኾነ ፕሮፌሽናል ዝመርሕ ኣካይዳ እዩ ዘለዎ ንዚ ኩሉ ዓይነት ኣካይዳ ግን ከምኡ እንኮንካ ክትኸይድ ግን ናትካ ብልሒ ናትካ ቅርበት ናትካ ነገር ስለ ዘገድስ ናትካ ዕላማታት ናትካ ራእይታት ስለ ዘገድስ ንዕኡ ክትኽተሎ ስለ ዘለካ እቶም ዓበይቲ ተፃወቲ ዝኸይድዎ ኣካይዳ ንዕኦም ተኽቲልካ ክትኸዶ ኣለካ ማለት እዩ እሱ ጥራይ እውን ዘይኮነ ወላ ወላ ኣብቲ ዕጥቂ ሪኢኻ ውን ኣዲዳስ ስፖንስ ዝገብሮ ማልያ ኢዩ ዘለኩም እቲ ናትኩም ዕጥቂ ቀሊል ነገር ኣይኮነን ካብ ዋልያ ቢራ ገለ ገለ ዝኾና ስፖንስ ዝገብሮ ዝነበራ ማልያታት ናይ ሓንቲ ጋንታ ናብ ሓደ ብዓለም ለኸ ደረጃ ዝተፈልጠ ኣብ ዝለዓለ ደረጃ ዘሎ ፍሉጥ ብራንድ ኣዲዳስ ስፖንስ ዝገብሮ ክዳን እዚ ማልያ ትኽደን እንተለኻ ኣብቲ መስርሕ ትቀላቐል ከም ዘለኻ እዩ ዝምልክት። እዚ እውን ቀሊል ነገር ኣይኮነን። ከም ተወሳኺ ከም ምንጪ እቶት ዝኸውን ዝበዝሐ ግዜ ሲ ስፖርተኛታት ኣድቨርታይዝመንት እዩ እቲ ቀንዲ ናቶም ምንጪ እቶት ኣብ ቁጠባ እውን ከም ዝበሃል ኣብዚ ጉዳይ ከ ከመይ እዩ? እዎ ብሓፈሻ ኣፋፍኖት ኣለዎ ድዩ ገለ? ኖ ሕጂ ናትና ከኣ ንእሽተይ ጋንታ እንድያ ግን ኣብቲ ንዓበይቲ ክለባት ግን ስፖንሰር ናይታ ሃገር ይከውን ስፖንሰር ናይዚ ከምዚ ናይ ናይግዲ ናይ ገለ ኣብ ኩሉ ኣሎ ተረዲካ ኣብ ማልያታትካ ትገብሮ ገለ ገለ ትገብሮ ማለት ቶፕ ዝኾነ ሊግ ክሳብ ዝኾነ ተራይነቱ ከዓ ሰፊሕ እዩ ተፈላጥነቱ ከዓ ሰፊሕ ስለ ዝኾነ ብኤሮፓ ይኹን ብኣፍሪካ ክጸልወልካ እውን ስለ ዝኽእል ስለዚ ጽቡቅ ስለ ዝኾነ ኣብ ከምኡ ዓይነት ደረጃታት ኣቲኻ ከዓ ነቲ ደረጃ ከዓ ተሪፉ ዘሎ ክትበጽሖ ከዓ ትሰርሕ ማለት እዩ ግን ዓብ በቃ ካልእ ዓይነት ሊግ እዩ ማለት እዩ ግን ናብዛ ኢስማዒልያ ክትኣቱ ከለኻ ገለ ናይ ወጥሮ ግዜ ነይረን እየን ኣብ ሞንጎ in between ኣብ ሞንጎ ካብ ሃዋሳ ዝወጻኻሉን ናብ እስማኤል እስማኤል እያ ቅድሚ ምውሳንካን ናበይ እዩ ከብል ዓይነይ መንን ትጽብቕ መን መን መን ኮይኑ ናይ ኣሮን ኣብርሃም ደርፊ ክትደርፊ ንሽተይ ተሪፍካ ነይሩ እዮም ዝብሉ ሰዓት እቲ ንምውሳን ደኸበደ ግዜ ከም ዘሕለፍካ እውን ይዕልሉ እዮም መዛኑኻ ኣዕሩኽትኻ ከመይ እዩ ነይሩ እዚ
ምቕሉል ዓሊ ጠባይኛ ዘይጓዳእ ኣበይ ግን ይጓዳእ ኣብ ኩዕሶ ጥራይ ዝጓዳእ ዓሊ ዓሊ ፍሉይ ዝገብሮ ነገር እንታ ሃልዩ ግን ራእይ እዩ ናይ ዓሊ ራእይ ንኣብነት ኣነ ግዜያዊ ሰልጣኒ ኮይነ ናይ ጋንታ ቀይሕ ባሕሪ ኣብ 212 ሒዘላ ኣብ ዝነበርኩ እታ ጋንታ እዚኣ ቀይሕ ባሕሪ ናይ ዞባ ሰንዓፈ ቀይሕ ባሕሪ ናይ ዞባ ሰንዓፈ ግዜያዊ ሰልጣኒ ኮይነ ቅድሚኡ መምህር መሓመድ ጀማል ነይሩ፣ ኩላና ከም ንፈልጦ ኣሰልጣኒ ናይ ተስዓን ሸውዓተን ጋንታ እስካንድንቪያ ዝኸደት ምኽትል ኣሰልጣኒ ኮይኑ ዝቕጽል ዝነበረ ኩሉ ሰብ ይፈልጦ እዩ። መምህር መሓመድ ጀማል ዩሱፍ ማለት እዩ። ግዝያዊ ኣሰልጣኒ ኮይነ ኣብ ዝቐጸልኩሉስ ዳርጋ ዓልን ብጾቱን ብዝጸዓርዎ ጻዕሪ እታ ጋንታ እቲኣ ካብ ድሕሪ ተበጊሳ ዋንጫ